ሰላም ሰላም ናይ ማኪ ሚድያ ተኸታተልቲ ከመይ ኣለኹም? ኣነ ደሓን እየ እግዚኣብሔር ይመስገን። ንስኻትኩም እውን ኣብ ዘዘለኹምዎ ሰላም ክትኾኑ ትምኒተይ እዩ። እሞ ናይ ማኪ ሚድያ ተኸታተልቲ ንሎሚ ሕፅር ዝበለት ኣዝያ ምኽሪ እተርልያ ዛንታ ናባኹም ሂዘያ ቀሪበ ኣለኹ። ግና ቅድሚ ናብቲ ዛንታ ምባለይ ነስ ቻናል ሳብስክራይብ ዘይገበርኩም ሰባት እንተደኣ ሃሊኹም ነስ ቻናል ሳብስክራይብ ብምግባር ነዚ ዛንታ ጀምርዎ ክብለኩም ይፈቱ። ናብቲ ዛንታ ከብለኩም ክሳብ መወዳእታ ምሳና ጸንሑ። ሰናይ ምክትታል። ጉዕዞ ህይወት ብጣዕሚ ከቢድን መድከምን ብፍላይ ከዓ ንህይወት በይንኻ ክትመርሓ ምሞካር ኣዝዩ ዝኸበደ ነገር እዩ። እዚ ማለት ኣብ መንጎ ህይወትካ ጸገም እንተጋጢሙካ እሞ ነቲ ዘጋጠመካ ጸገም ከኣ በይንኻ ጥራሕ ክትፈትሖ ምጽዓር ልክዕ ካልእ ጸገም ከም ምፍጣር ማለት እዩ። ኣብ ህይወትካ ጸገምካ ምሽጥርካ ተካፍሎ ሰብ ክበዝሕ እንተሎ እዩ ሕማቕ እምበር እንተነኣሰ ተኣምኖ ሓደ ሰብ ክህልወካ ግን ግድን እዩ። እቲ ሰብ እውን ኣብ ጸገምካ ምሳኻ ዝጻገም ኣብ ጭንቅኻ ሓሳቡ መካፈሊ ኣብ ሓጎስካ እውን ነቲ ሓጎስካ ተኻፋላይ ክኸውን ኣለዎ። ኣብ ዝኾነ ይኹን ግዘ ሰብ ኣብ ጎንኻ ክኸውን ኣለዎ ብፍላይ ከዓ በዓል ሓዳርካ። ፈጣሪ መጀመርያ ኩሉ ነገር እንትፈጠር ኣዳም በይኑ ምዃኑ ደስ ስለ ዘይበሎ ንሔዋን ፈጠረሉ። ናይ ሃይማኖት መምሃራንን መጽሓፍ ቅዱስን ከምዚ ይብል። በዚ እውን ንሕና ካብ ወለድና ብዝተወራረሰ ተወሊድና ንሕና ከኣ ንክንወልድን በይንና ከይንኸውንን ብዝብል ሓዳር መስሪትና ንነብር ሓዳር ዝምስረት ብይገብሩ ያለው ዘይኮነስ ብደንቢ ስለ ሓዳር እንታይነት ፈሊጥካ ክኸውን ኣለዎ ብዛዕባ እዚ እውን ካብ መጽሓፍ ብዙሕ ነገር ስለ ዘንበብኩ ንባዕለይ ክነብሮ ብጣዕሚ እየ ዝደሊ ነይረ ብኣብዝሓ ወዲ ተባዕታይ ብጸገም ዘይብዳሕ ንዘጋጠምዎ ነገራት ብቐሊሉ ፈንፂሑ ዝሓልፍ ችግር ዘየሕምቖ ተባሂሉ እኳ እንተተሓሰበ ግና ከዓ ወዲ ተባዕታይ እውን ልክዕ ከም ሰቡ ፍጡር ስለ ዝኾነ ክፅገም ሽግር ከጋጥሞ ካብ ሰብ ሓሳቡ ክቕበል ዝኽእል እዩ። ነዚ ብምእማን እየ ከዓ ለማዓንቲ ነቲ ዘጋጠመኒ ፀገም ናባኹም ሒዘ ብምምፃእ ምኽርኹምን ሓሳብኩምን ክተካፍሉኒ ዝመጻኹ። ኣነ ሹመይ ትዕጉስ እየ ዝበሃል። ብሓቂ እውን ስም ብግብሪ ይመርሕ ከም ዝበሃል ኣብ ህይወተይ ብጣዕሚ ህዱእ ዝተበሃልኩ ምችኳል ዘይፈቱን እየ። ዝኾነ ነገር እንተጋጥመኒ ጽባሕ ይሓይሽ እናበልኩ እየ ብትዕግስቲ ዝነብር። ሰብ እንትብድለኒ እኳ ካልኣይ ዕድል ብምሃብ እየ ዝፅበዮ። ኣብ ህይወተይ ውሽጢ ዓብዪ ቦታ ዝህቦ ነገር እንተሃለወ ፍቕሪ ጥራሕ እዩ። ኣብ ፍቕሪ ብጣዕሚ እምነት ኣለኒ። ክሳብ ዕለተ ሞተይ እውን ክነብሮን ክሓልፈሉ ዝደልዮ ነገር እንተሃለወ ፍቕሪ ጥራሕ እዩ። ኣብ ስርሐይ ምሳይ ንእትሰርሕ ቆልዓ ኣፍቂረ እውን ምስኣ ዝነበርኩ ብሰበብ ፍቕሪ እዩ። መጀመርታ ንኣኣ ንኽረክብ ብዙሕ ዝጸዓርኩ እኳ እንተኾነ ግና ዳሕራይ ንሳ እውን ተፍቅረኒ ስለ ዝነበረት ንሳ መዚና መዛዚና ብሓደ ክንከውን ከኣልና። ምስኣውን ብሓደ ብምዃን ጽቡቕ ናይ ፍቕሪ ጊዝያት እንትነሕልፍ ብሓደ ክንከውን ፍቕርና ናብ ቃል ኪዳን ክነዕብዮ ብምሕሳብ ክንምርቆ ብምውሳን መርዓና ፈጺምና፣ ብሓደ እውን መርዓና ንኽልቴና ካብቲ ዝነበረና ፍቕሪ ወሲኹ ዝሞቐ ሓዳር ብምምስራት ንነብር ነበርና። ኣብ ውሽጢ ሓዳር ንከባቢ ዓሰርተ ዓመት እንትንጸንሕ፣ ንፍቕርና መጣመሪት ትኸውን ሓንቲ ጓል ሸውዓተ ዓመት ቆልዓ ኣፍሪና ኣብ እንነብረሉ ግዘ እዩ ሓደ ምስ ሰበይተይ ከረሓሕቓና ዝኽእል ነገር ዝተፈጠረ። ኣብ ሓዳርና ክልቴና ዝመጻናሉ ካብ ርኹባት ስድራ ስለ ዝነበረ ኣብ ናብራና ምንም ዓይነት ጸገም ኣይነበረናን። ንሳ እውን ኩለን ኣሕዋታ ካብ ዓዲ ወጻኢ ማለት እውን ኣብ ኣሜሪካ ስለ ዝነበራ ይድውላላ እየን ነይረን። ሎሚ ግን እዘን ኣሕዋታ ናብዚ ናፍቲ ዘለናሉ ዓዲ ብምምጻእ እንትምለሳ ንዓይን ንሰበይተይን ክፈላሊ ዝኽእል ነገር ክገብራ ጀመራ። ንሓፍተን ማለት ንበዓልቲ ገዛይ ናደ ደቀይ ንጉብኝት ምስኣን ክወስደኣ ነገረኣ። ንሳ እውን ክትኸይድ ዓብዪ ድሌት ስለ ዝነበራ ብሓሰበን ተሰማምዐት። ንዓይን ንጓላን እውን ናብኡ ምስ ከደት። ናይ መንበሪ ፍቓድ ምስ ረኸበት ከም እትወስደናን ድሕሪ ሓጺር ግዘ ብሓደ ከም እንኸውን ተሰማሚዕና። ሰበይተይ ናብ ኣሜሪካ ኣተወት። በይንኻ ናብራ ግን ኣነን ጓለይን ፍጹም ኣይከኣልናዮን። ናፍቖትና ብስልኪ እናተራኸብና ንዋጻእ እሞ በይንና ንነብር። እታ ንሳ ዝሓሰበቶን ንሕና እውን ዝኣመንናዮን ነገር ግና ቀልጢፉ ክሰምር ኣይከኣለን። ማለተይ ንሳ ኢላትና ዝኸደት ቀልጢፉ መንበሪ ፍቓድ ክትሕዝሞ ንኽትወስደና እዩ ነይሩ። ግና ኸኣ ቀልጢፉ ክሰምር ኣይከኣለን። ኣነ ግና ከም ሽመይ ግዲ ዕጉስ ኮይነስ ንጓለይ እናተኸባኸብኩ ብትዕግስቲ ኣብ ቃለይ ብምጽናዕ ንዓኣ ይጽበ። ካብኣ ግና ተስፋ የለን። እቲ ቀልጢፉ ክሰምረላ ዝሓሰበት ናይ መንበሪ ፍቓድ፣ ግሪን ካርድ፣ ቀልጢፉ ክበጽሐላ ኣይከኣለን። ምኽንያቱ ከኣ ንሳ ዝኸደት ንጉብኝት ግዘ ንምሕላፍ ስለ ዝነበረ እዩ። እዚ ማለተይ ናብቲ ዓዲ ብሓዳር መልክዕ እንተ ኼድካ፣ እቲ ግሪን ካርድ ቀልጢፉ እዩ ዚወሃበካ። ብኸምዚ ናይ በዓልቲ ገዛይ መንገዲ ንጉብኝት እንተ ኼድካ ግና፣ ብጣዕሚ እዩ ዚዝንግዕ። ዋላ መጺኣ ተመሊሳ ሪኣትና ኸይትኸይድ ድማ፣ ሓንቲ ግዘ እንተ መጺኣ ተመሊሳ ክትኸይድ ብጣዕሚ እዩ ኸቢድ። በዚ ኸኣ ብሎሚ ጽባሕ ተፈላሊና ንቕመጥ። ብኸምዚ ኹነታት፣ ተፈላሊና ንኸባቢ ዓሰርተ ዓመት እንትንጸንሕ ጓልና እውን ዓብያ ጓል ዓሰርተ ሸውዓተ ዓመት ኮነት። ኣነ ግና ንፍቕርና ብዝነበረኒ ልዑል እምነትን ቃለይ ንምሕላውን ምንም ቃለይ ከየዕብር ብትዕግስቲ ተጸብየያ። እንተ ሕዚ ግና ተስፋ እናቆረጽኩ እየ። ምኽንያቱ ኸኣ እቲ ወረቐታ ማለተይ መንግስቲ ኣሜሪካ እቲ ግሪን ካርድ መዓዝ ከም ዝህባ ኣይፍለጥን ግን ንሕና ኣብ ስቃይ ምንባር ኮይኑ ዕጫና ኣነ ከኣ ክሳብ ሎሚ ብትዕግስቲ ንጓለይ ኣዕብየያ እየ ሕዚ ግን ኣይከዓልኩን ኣነ ወዲ ተባዕታይ ስለ ዝኾንኩ ክኽእሎ ኣይከኣልኩን እታ በዓልቲ ገዛይ እውን መዓዝ ከም እትመለስ መዓዝ ከም እትምለስ ኣይትፈልጥን ንጓለይ ኩሉ ነገር ስለ ዘርድኣ ኩሉ እያ ትፈልጥ ካበዲኣ ንላዕሊ እውን ኣብሊጻ ንዓያ ትቐርበንን ትፈትወንን ሎሚ ግን ብሰንኪ ግሪን ካርድ ዘይምርካባ ሓዳርና ኣብ ሓዳጋ ወዲቑ ይርከብ ኣሎ ኣነ እውን ሕዚ ትዕግስተይ ተጸንቂቑ ናብ ውሳነ ኣትየ ኣለኹ ነዚ ውሳነይ ክተማኸሩኒ እውን ናባኹም መጽየ ኣለኹ ኣነ ዝሓሰብኩዎ ሓደ ክሳብ በዓልቲ ቤተይ ገዝኣ ትመጽእ ንጊዝያዊ ትኾነኒ ጓል ኣንስተይቲ ብምሓዝ ንኽጸንሕ ካልኣይ ከኣ ነዛ በዓልቲ ገዛይ ፈቲሐ ካሊእ ሓዳር ንኽገብር እዩ ሓሳበይ እሞ ኣየንኡ ይሓይሽ በጃኹም ናይ ማኪ ሚድያ ተኸታተልቲ ሓሳበይ ሰሚዕኹም ሓሳብ ርኢቶኹም ኣብ ናይ ኮመንት መጽሐፍ ቦታ ግደፉለይ ሓሳብኩም ንዓይ ኣገዳሲ ስለ ዝኾነ በጃኹም ብቕልጡፍ ሓሳብኩም ሓቡኒ ክብለኩም ይፈቱ። ሰላም ናይ ማኪ ሚድያ ተኸታተልቲ፣ ንሎሚ ሒዘልኩም ቀሪበ ዝነበርኩ ዛንታ ነዚ ይመስል ነይሩ። ነዚ በዓል ዛንታና ሓሳብ ርእቶኹም ኣብ ናይ ኮመንት መፅሓፍ ቦታ ሓሳብ ርእቶኹም ግደፉሉ። ነስ ቻናል ሓደሽቲ እንድሕር ዳኣ ሃሊኹም ሳብስክራይብ ብምግባር ነታ ናይ ደወል ምልክት ብምንካእ ናይ ቻናልና ናይ ወትሩ ተኸታተልትና ክትኾኑ ንላቦ። ኣብዚ ቻናል ዛንታኹም ክቐርበልኩም እትደልዩ ሰባት እንተደኣ ሃሊኹም ብውሽጢ መስመር ክተዘራርቡና ትኽእሉ ኢኹም። ክሳብ መወዳእታ ምሳና ስለ ዝጸናሕኩም ካብ ልቢ እንዳመስገና ላይክ፣ ሼር፣ ሳብስክራይብ ምግባር ከይትረስዑ። ብቐጻሊ ብኻሊእ ዛንታ፣ ብኻሊእ መደብ፣ ብኻሊእ ሓሳብ ክሳብ ንራኸብ ሰሰናይ ንኹላትና ቻው።